ዝተሰርቐት መኪና ገዚኡ ሓደ ንፈልጦ ሓውና ማለት እዩ እታ መኪና ከም ዝተሰርቐት ስለ ዘይፈለጠ ምስ ገዝኣ ድሕሪ ክልተ ወርሒ ማለት እዩ እታ መኪና ከም ተሰርቐት ፈሊጡ መዓጣጣ መፂዎ ሕጂ ኣይፈተሻን ድዩ ንምንታይ ኮይኑ ደይረጋገጸ ንምንታይ እዩ ቸጌሩ ኩሉ ርኢ ደይገዝኣ ብዙሕ ሕቶ እዩ እዚ ክምለስ ዘለዎ ኣነ ግን ሰብ እዚ ብኸመይ ተጋጊኩም ክንክፈልጥ ደሊ ብኸመይ እቲ ጌጋ ክድገም ከም ዘይብሉ መፍትሒ ንፈጠር ኢና ክንዛረብ ሎ መዓልቲ ስለዚ ዝተሰረቐት መኪና ከመይ ኢልና ንፍትሽ ከም ተሰርቐት ኣረጋጊጽናኸ ከይገዛእና ካብ ብዙሕ ሽግራት ብኸመይ ንድሕን ዝብል ኣርእስቲ ኢና ናይ ሎምዓልቲ ክንዛረብ ሰናይ ምክታል። ሕራይ ሐዚ ንፈልጦ ኣነ ዝፈልጦ ወዲ ማለት እዩ ሽሙ ክጠቅሶ ኣይደልን እየ እንተኾነ ንመምሃሪ ክኾን ኢለ እየ ኣምፂኣ ዘለኹ ኣብ ፌስቡክ ማርኬት ፕሌስ መኪና ክገዝእ ይናደ ነይሩ ይደሊ ይደሊ ይደሊ ይደሊ ሓንቲ ኒሳን ኣልቲማ እያ ዋጋ ሒላቶ ኢዚስ ኣቬይለብል ኢሉ ይፅሕፈሉ ማለት ብፌስቡክ uh, yeah it's available ይብሎ ኦኬ ኢዚ ስለ ላስት ፕራይስ ገለ የዕልሉ ማለት እዝን እዝን ይበሃሉ መጨረሻ 8800 ተራዲእዎ ብቴሌፎን ማለት እዩ ከይዱ ይርያ እሞ uh, ምስ ረኣያ ከምቲ ናይ ብሓቂ ኣብ ማርኬት ማለት እዩ እታ መኪና uh, ሓዳሽ እያ ነይራ ብዙሕ ኪሎ ሜተር ኣይከነትን ሓዳሻ ፅብቕቲ እያ ወላ ሓንቲ ሽግር ኣይነበራን ሶ ይዝውራ እሞ ዙራ ዝውራ ኣብኣ ከሎ ፈቴ ኣብሎ ቢል ኦፍ ሴል ይጽሕፉ እጅታ እታ ቢል ኦፍ ሴል ቢል ኦፍ ሴል ማለት ከዓ ፀኒሐ ክገልፆ እየ ምስ ፈረሙ እዚ ሰብ እዚ እታ መኪና ኣብ ገዛ ድሮፕ ገይሩ እቲ ነታ መኪና ዝሸጠሉ እታ ላይሰንስ ፕሌት ማለት ፍትሕ ፍትሕ ኣቢሉ ሒዝዋ ይኸይድ ድሕሪኡ ሰብ እዚ ኣይረኣዩን ወዲኡ እዩ እዚ ሓበሻ ዓርክና ማለት እዩ ነታ መኪና ምስ ገዝኣ ኢንሹር ኣይገበራን ሕጂ ምስ ገዛእካያ መኪና ናብ ረጅስትሪ ኢኻ ትኸይድ ከም ንቡር ማለት እዩ ረጅስትሪ ማለት ናይ መመዝገቢ ማለት እዩ ነዞም ኣብዚ ዓዲ ዘይተቕመጡ ማለት እዩ ኬድካ ተመዝግባ እሞ መሰመዝገብካያ ኦኬ እዛ መኪና እዚኣ ክንድዚ ዋና ነይሮማ ኣክቲቭ ድያ ሪቢውልት ገለመለ ኩሉ ሕብሩካ እዮም ኣብቲ ረጅስትሪ ዕዳ ኣለዋን የብላን ነግሩካ እዮም ኣብቲ ረጅስትሪ ማለት እዩ ሕጂ እዚ ከይመዝገባ ክልተ ወርሒ ይገብር ክልተ ወርሒ ምስ ገበረ ከመዝግባ ኢሉ ኣብቲ እንዳ ረጅስትሪ ምስ ከደ እታ ጓል እዋ እዛ መኪና እዚኣሲ ከም ተሰርቀት ንርኢ ኣለና ኢላቶ ሕጂ እሱ ኮፍ ደበል ኣብ ገዝኡ ንክልተ ወርሒ ናይ ስራሕ ዝደለዮ ክረክብ ኣይከኣለን ካብዚ ዓዲ ውፅእ ኢልካ ስራሕ ረኪቡ ማለት እዩ ፎርቲ ማክሙሪ ዝበሃል ኣሎ ካብ ኤድመንተን ውፅእ ኢልካ ሰርሕ ኣሎ ማለት እዩ ኣብኡ ምስቲ ሕጂ ኣብዚ ዓዲ ይንቀሳቐስ ነይሩ ቀጥታ ኣብኡ ክልተ ሰሙን ይሰርሕ ድሓር ኣብዚ ይመፅእ ዝኾነ እታ መኪናስ ከየመዝገባስ ነዊሕ ይገብር ማለት እዩ መጨረሽኡ ስዑ ከመዝግባ ኣብቲ ሬጅስትሪ ምስ ከደ እዚኣ ተሰሪቓ እያ ገለ ይብልዎ ክንደይ ላዕልን ታሕትን ኮይኑ ስሓቦግቶቶ እዚ ዶ እዚ እሞ ኣነ ካብዚየ ገዚኤያ ካብዚ ሰብ እዚ ንሀለት ወረቀት እቲ ቢል ኦፍ ሴል የርእዮም በቃ ኣብቲ ቢል ኦፍ ሴል ሽዑ ተራኣዩ ሽም ኣሎ እቲ ላይሰንስ ናይቲ ሰብ ግን ኣይጸሓፎን ኣብቲ ላይሰንስ ሽሙ ጥራይ ጽሒፉ ሕጂ በቃ እዚኦም እቶም ሬጅስተር ከዓ ፖሊስ ኣይኮኑን ፖሊስ እዩ ነዚ ጉዳይ እዚ ኢንቨስቲጌት ገይሩ ድፈትሖ ማለት እዩ ዝኾነ እዚ ሓውና ኣብ ክንደይ ዘይሓሰቦ ዘይተጸበዮ ድራማ ኣትዩ ሕጂ እዚ ወዲ እዚ ሓድሽ ንካናዳ ሂወቱ በቃ ንሂወቱስ ኣብ መስመር ኦርደር ከእቱ እዩ ዝንቀሳቐስ ዘሎ ከምዚ ዓይነት ክጋጥመካ ከሎ ሽዑ ሾክ ኢኻ እትኾን ትራውማታይዝ ኢኻ እትኾን ማቱ ሸሞንተ ሽሕን ሸሞንተ ሽሕን ሓሙሽተ ሚእትን ገለ ይህብላ That's ብጣዕሚ ብዙሕ ገንዘብ እዩ እሞ ከዓ ንመኪና ከምኡ ውፂኻ እሞ ከዓ ከይጠቐምካላ ተሰሪቓ ክብሉኻ ኣብ ዘይሓሰብካዮ ኣብ ማይ ኣትዩ ማለት እዩ ገንዘብ ኤኒወይ ፍታሕ መኪናስ ከመይ ኢላ ተሰሪቓ ድያ ኣይተሰረቐትን ኣቐዲምና ከምኔና ንፈልጥ ቀዳመይቲ ኩሉ ግዜ እዛ መኪና እዚኣ ተስራቅ ኣይተሰርቀትን ብኦንላይን ቸክ ክንገብሮ ንኽእል ኢና ሕጂ መብዛሕትኡ ሰብ ሬጅስትሪ ከይዱ ንዓኻ ክብል ኩሉ ግዜ ሬጅስትሪ ኣይከይድን እዩ ሬጅስትሪ ከይዱ ቸክ ገይሩ ገለ ኣይመፅእን እዩ ኣነ እዚ እታ ቢል ኦፍ ሴል ትብል ወይ መኪና ክትገዝኡ ከለኹም መጨረሻ ማለት ሕጂ መጨረሻ ንክንበፅሕ ርኢኹማ እታ መኪና ዓጊብኩም ኦኬ ዓጊበ ኣለኹ ኣነ ክገዝኣ እየ ክትብሉ ከለኹም እንታይ ትገብሩ ንኸተረጋግፁ ተስርቀን ኣይሰርቀትን የድግሙኒ ከም ተሰረቀትን ኣይተሰረቀትን ከተረጋግጽሲ እንታይ ቸክ ትገብር ኣብ ኣብዚ ከሪኤኩም እየ ማለት እዩ ሕራይ እዚኣ እታ ቢል ኦፍ ሴል እያ ትበሃል እዚኣ ከዓ እታ እዚኣ ከዓ እታ መኪና ክትገዝኣ ከለኻ እንታይ እንታይ ዶኩመንቲ ክፅሕፎ ደለካ ማለት እዩ ቀዳመይቲ ቢል ኦፍ ሴል ኣብ ላዕሊ ጽሑፍ ኣለዎ ቢል ኦፍ ሴል ዝብል ክሊር ክኸውን ቸክ ክገብረ እየ ዋብ ልክዕ እያ ክሊር ኣሎ እዚኣ እታ ቢል ኦፍ ሴል ትበሃል ኣበይ ፕሪንት ትገብሮ ካበይ ተውፅኦ ኩሉ ክሕብረኩም እዩ መጀመርታ ግን እታ ቢል ኦፍ ሴል ትረዳእና ገለገለ ሰባት ሲ ደሓር ማለት እዩ ኣነ ድሕሪ ክንደይ ፈሊጠ ከምኡ ከም ዘጋጠሞ ገለመለ ሕጂ ብኸመይ እዙስ ብኸመይ ኣጋጢሙ እዚ ጌጋ ስለ ዘይፈልጥ እታ ቢል ኦፍ ሴልስ ብኸመይ ትመልእ ኣይፈልጥን እዩ እንታይ እቲ ኣገዳሲ ዶክመንት ኣይፈልጦን እዩ እንታይ ልኪኻ ትመልእ ብቐሊሉ ማለት ንኸየጋጥም ስኒ ኔክስት ታይም ብሓጭር እዛ ቢል ኦፍ ሴል ብኸመይ ትመልኣስ ዘይትፈልጡ ሰባት ኣሎ ፀገም የብሉን ሕጂ ከሪኦኩም እየ ካብ ሕጂ እኒኦ ግን እተ እዛ ቢል ኦፍ ሴል ብኸመይ ትመልእዋ ፈሊጥኩም እቲ ኣገዳሲ ኢንፎርመሽን ካብቲ ሰብ ክጸሓፍ ደለዎ መታን ንስኻትኩም ሽዑ ኔክስት ታይም ዝኾነ ተጋጢምዋ እንሀለ እንዶ በታ ሽሙን ላይሰንሱ ክነትሕዞ ንኽእል ክትብል ትኽእል ኢኻ ኦኬ ሓራይ ናው መጀመርታ እዛ ቢል ኦፍ ሴል እንታይ ትብላ ኣላ ፕሊስ ፕሪንት ክሊርሊ ብንጹር ክጸሓፍ ዘለዎ ማለት እዩ Section 1 and 2 must be completed in order to make this bill of sale acceptable for vehicle registration.

እቲ መኪና ዝገዝእ ዘሎ እዛ ኦርጅናል ወረቀት ወስዳ ነዛ መኪና ዝሸጠልኩም ዘሎ ሰብ ከዓ ፎቶ ኮፒ ይወስድ ንዑ ንረሲት ማለት እዩ ንዶክመንት ንፅባሕ ንገሲ ረሲት ንክህልዎ እዛ መኪና ሸይጠያ መበሊ ዝኾነ ነገር ተመፅዩ ምክንያቱ እዚ ዋና መኪና ንዓኹም ምሸጠልኩም እስኻትኩም እንተ ብድሕሪኡ ገለ ሃሪምኩም ተሓታቲ ይኮነን እታ መዓልቲ እታ ዕለት እቲኣ ሸይጡልኩም ወዲኡ ኣሎ ተረዲኩምኒ ምስክርነት እዩ ናትኩም ወረቀት ኢድኩም ሰድፈረምኩምላ ማለት እዩ ኦኬ ጽቡቕ ሴክሽን ዋን እንታይ ይብላ ኣሎ ሴለርስ ኢንፎርሜሽን ሴለርስ ኢንፎርሜሽን እንታይ ማለት እዩ እቲ ነታ መኪና ዝሸጣ ዘሎ ዋና መኪና ማለት እዩ ንኣብነት ኣነ እዛ መኪና ዋና ኣትኮይነ እሸጣ ተለኹ ኣነ ኣብዚ ዝጽሕፎ ሽመይ ላስት ኔም and then uh, second name last name first name and second name last name ሕጂ ናተይ ወልደ ዮሃንስ እዩ ፈርስት ኔም ሽመይ ቤንሁር ሰከንድ ኔም ከዓ መሓሪ ኮም ጌረ ይመልኦ ማለት እዩ ቁጽ ተሌፎን ኣድረስ ስትሪት ሲቲ ታውን ፕሮቪንስ ስተይት እዚ ኣድራሻና ማለት እዩ ዝቕመጠሉ ስትሪት ሲቲ ከተማና ማለት እዩ ኣብ ሰዓት እዚ ኤድመንተን ማለት እዩ ፕሮቪንስ ከ ኣልበርታ ማለት እዩ ዝንቕመጠሉ ዘለና ፕሮቪንስ ፖስታል ኮድ ከዓ T5M 0897 ገለገለ ኮም ይብል T5 ገለ ኢሉ ዝጅምር ኣብ ኤድመንተን ተለኹም ማለት እዩ ኣብ ካልእ ፕሮቪንስ ተለኹም ከዓ ናቱ ፖስታል ኮድ ኣለዎ ኣድረስኩም እንድሕር ደኣ ኣብ ኣብ ማፕ ኣእቲኹሞ እቲ ፖስታል ኮድ ክትበኩም እያ ባዕላ እታ ማፕስ ስለዚ ብዙሕ ኣጨናቂ ኣይኮነን ድሕሪኡ ቬክል ኢንፎርሜሽን እዚ ኣገዳሲታ ናይታ መኪና ሓበሬታ ማለት እዩ ኣብዚ እዛ መኪና ናይ ክንደይ ዓመተ ምህረት እያ የር ሜክ ሞደል ስታይል እዛ መኪና ንኣብነት 212 ቶዮታ ኮሮላ ስታይል እንታይ እያ ሰዳን ድያ ኩፕ ድያ ገለ ትጽሕፉ ኣብዚ ማለት እዩ Vehicle Identification Number እዚኣ ቪን ትበሃል ዓሰርተ ሸውዓተ ቁጽሪኤን ነታ መኪና ብስፔሻል ነታ መኪና ብልክዕ ኣየናይ ዓመተ ምህረት እያ እንታይ ዓይነት ሞተር ኣለዋ ኩሉ ዝገልጽ ሓበሬታ እዩ እዘን ቁጽርታት እዚኤን ነታ መኪና ስፔሻል እየን ስፔሻል ዶኩመንት ናይታ መኪና ስለዚ ኣብዚኣ ብልክዕ ትጽሕፍወን ገለ ገለ ሰባት ኣብ ቪን ክትጋገዩ የርእኩም እየ እንድሕር ድኣ ተጋጊኹም ክትፍርሙ ኣለኩም ኣብቲ ላዕሊ እስኻን እቲ ዋና መኪናን ምክንያቱ ጌጋ ተሎ ባዕልኹም ኬድኩም ድጽሓፍኩሞ ክመስል ይኽእል እዩ it has to be clear ክኾን ኣለዎ ጌጋ ክህሉ የብሉን ምናልባት ጌጋ ተጌርኩም ኣብ ልዕሊኣ ፈርሙ ከም ተመራጺ ክልተ ቢል ኦፍ ሴል ሒዝካ ምሽ ትኸይድ ዝኾነ ጌጋ ተፈጺሙ ካል ኣብታ ካልኣይቲ ወረቐት ኩሉ ትጽሕፎ ማለት እዩ ኦኬ ቦዲ ከለር ሕብሪ መኪና ሩፍ ከለር እንተ በበይኑ ኮይኑ ማለት እዩ ኦዶሜተር ሪዲንግ ክንደይ ማይለጅ ከይዳታ መኪና ማለት እዩ ባየርስ ኢንፎርሜሽን እዚ ናይቲ መኪና ዝገዝእ ዘሎ ሓበሬታ ማለት እዩ ንስኻ እንተ መኪና ትገዝእ ኣለኻ ሽምካ ሽም ኣቦኻ ወይ ሽምኪ ሽም ኣቦኺ ሽም ኣቦ ሓጎኺ ቁስ ቴሌፎን ኣድረስ ማለት እዩ ከተማ ፕሮቪንስ ን ፖስታል ኮድ ናትካ ሓበሬታ

ኤይት ሃንድረድ ዶላርስ ኦንሊ ብኦንሊ ወድእዎ ኦኬ ጽቡቅ ሽዑ ብዶላርስ ከኣ ክንደያ ትሸይጣ ኣው ኤይት ሸሞንተ ሽሕን ሸሞንተ ሚእትን ምጽሓፍኩም ሓሽ ጌርኩም ዕጸውዎ ካብኡ ይቅጽልኒ ኦኬ ሴክሽን 2 ኦኬ ሴክሽን ቱ መዓስ እያ ትሸጥ ዘላ እዛ መኪና መዓስ ዕለት ማለት እዩ እጂ ኣበየናይ ከተማ ሲቲ ኦር ታውን ብላ ኣሎ ብዝተሓትሪዮ ኣለኹም

ዝኾነ ዕዳ ሃልይዋ ግን እቶም ነዚ ዕዳ ዝውሉ ወይ ዝሃቡኻ ክትፅሕፍ ካምፓኒ ወይ ሽም ኦኬ መብዛሕትኡ ግዜ የስ ክኸውን ፍሪ ኦፍ ኦል ሊንስ ዕዳ የብለይ ዕዳ የብላን ክትልና ዘላ ወይ የብላን ዕዳ ቢንግ ፔድ ኢን ፉል ብሓንሳእ ዲኻ እቲ ገንዘብ ትኸፍሎ ዘለኻ ዋላስ ገሊኡ ብካሽ፣ ኢትራንስፈር፣ ቸክ ከክንደይ ኢኻ ትኸፍል ዘለኻ ብልክዕ ኣብዚ ጽሕፎ ቢን ፐይድ ኢን ፉል ዝብል ዘሎ ማለት እዩ። ድሓር ፔመንት ተርምስ ካሽ ዝበዝሕ ግዜ ብካሽ እየ ዝኸፍል ኣነ እንተ ደኣ ብዙሕ ገንዘብ ኮይኑ ከዓ ኢትራንስፈር ኢለ ይገልጾ ኣብዚ ኣደርስ ኢትራንስፈር ይብል ቬክል ዋዝ ላስት ሬጅስተርድ ኢን ንመጨረሻ ግዜ እዛ መኪናስ ኣበያ ተመዝጊባ ነይራ? ንስኻስ ንኣብነት ኣነ ሸያጢ መኪና ተኾይነ ኣበይ መዝጊበያ ነረ ኣብ ኤድመንተን ኣልበርታ ኢለ ፕሮቪንስ ኣልበርታ ካንትሪ ካናዳ ማለት እዩ ስፐሻል ኮንዲሽንስ ኦፍ ሴል ኢፍ ኤኒ እዚኣ ስፐሻል ኮንዲሽንስ ዝበዝሕ ሰብ እንታይ ኢሉ ይድመላ ናን ይድመል ማለቱ እዛ መኪና እዚኣ ዝኾነ ጸገም የብላን ዝዓይነት ማለት ዝኾነ ተወሳኺ ስፔሻል

Documentary proof the vehicle insurance is required እዛ መኪና እዚኣ ናብቲ ረጅስትሪ ከተመዝግብዋ ክትከዱ ከለኹም ግድን ኢንሹራንስ ክትክዱ ክትድውሉ ኣለኩም መጀመርታ so መጀመርታ መኪና ትገዝእ ድሓር ናብ ኢንሹራንስ ትድውል ናብ ዓሰርተ ኮኑ እንዳ ኢንሹራንስ ቲዲ ሚሌንያ ኮኦፐሬተርስ ካልእን ካልእን ኢንታክት ትድውለሎም ምሽ እታ ንዓኻ ተዋፅኣካ ኢንሹራንስ ትሕዝ ዋጋ ትሰማማዕ ለትስ ሰይ ንወርሒ ክልተ ሚእትን ሓምሳን ሎምኻ ፉል ካቨረጅ ዋን ወይ ድዩ ቱ ወይ ድዩ ኢንሹራንስ ምስ ሓዝካ እታ ፒንክ ስሊፕ ብወረቐት ናብ ገዛኻ ክሰዱልካ ክልተ ሰሙን ሰለስተ ሰሙን ወስዱ ቀጥታ ግን ብኢሜይል ሰዱልካ እዮም ቴምፖራሪ ኢሎም ማለት እዩ በታ ቴምፖራሪ ሽዑ ሒዝካ ናብ ረጅስትሪ ትኸይድ ኦኬ ብቴሌፎን ከዋል ሒዝካ ትኸይድ ምሽ ተርእዮ ኢንሹራንስ ከም ድገበርካላ ምስ ፈለጡ እዮም እታ መኪና ድምዝግቡልካ

ንኤድመንተን ኣልበርታ ትመጽእ ኣለኻ ካብኡ ወይ ካብኡ ትገዝኣ ኣለኻ እዛ መኪና። ኣብዛ ዓዲ ምስ መጸት ቅድሚ ኣብቲ ረጅስትሪ ምምዝጋባ ኣውት ኦፍ ፕሮቪንስ ኢንስፐክሽን ኣውት ኦፍ ፕሮቪንስ ኢንስፐክሽን እዚ ማለት ካብ ካልእ ፕሮቪንስ ተኣቱላ ንኤድመንተን ስለዚ ኢንስፐክሽን ክትገብር ኣሎ ስለዚ ገለገለ ሰባት ካብ ቶሮንቶ ኦንታሪዮ መኪና ተገዚእኩማ ኣብዚ ዓዲ ቀጥታ ኣይኮንካን ረጅስተር ትገብር ግድን ኣውት ኦፍ ፕሮቪንስ ኢንስፐክሽን ክትገብረላ ኢኻ

ሓደጋ ነይርዋ ድዩ ኣበይ ሰርቪስ ተገይራ ቅድሚ ሕጂ ክንደይ ዋናታት ነይሮማ ኩሉ ሪፖርት ድበካ ኣብቲ ረጅስትሪ ፕሪንት ኣውት ክትገብሮ ትኽእል ኢኻ ድበዝሕ ግዜ ኣነ ሓንቲ መኪና እንተድኣ ባህ ኢላትኒ ክገዝኣ ኮይነ ኣብ ረጅስትሪ ከይደ እዚ ካርፋክስ ይሓቶም እየ

and registration of the described vehicle by a new owner እዛ መኪና እዚኣ ንስኻ ክትገዝኣ ምዃንካ ዘረግጽ ወረቐት እዩ እዚ እቲ ሓድሽ ዋና መኪና እዛ ወረቐት እዚኣ ምስ ፈረመ ናቱ ትኸውን እታ መኪና ናብ ሬጅስትሪ ከይዱ ከመዝግባሲ ውዕል ማለት እዩ Now እዛ ዶኩመንት እዚኣ ተረዲኣትኩም ክትከውን ተስፋ እገብር እንተ ዘይተረዳእኩማላ ኣብ ኮመንት ጸሓፍዎ ኔክስት ታይም ክገልጾ እየ ሕጂ እንታይ ክርእየኩም ደል ዘለኹ ኣነ ኣብ ኦንላይን እቲ መኪና ተሰሪቓ ዶ ተሰርቐትን ዘርኢ እቲ መኪና ካርፋክስ ከመልካ ፕሪንት ትገብሮ ኣበይና ዌብሳይት ተኣቱ ኩለንተን ዌብሳይት ከርእየኩም እየ ሓራይ ሕጂ ቀጽለ ዘርእየኩም ከኣ እቲ ኣብ ጉግል ከመይ ኢልና እቲ ቢል ኦፍ ሴል ንረኽቦ ማለት እዩ። ናብ ኣልበርታ ተዝቕመጥ ኣነ ጋቨርመንት ኦፍ ኣልበርታ ዝብላ ናቶም ዌብሳይት ኣለዎም። ሕጂ መጀመርታ ኣብ ጉግል ኣቲኹም ኣልበርታ ቢል ኦፍ ሴል ኢልኩም ጽሓፉ ልክዕ ከምዛ ጽሒፈያ ዘለኹ then ኣልበርታ ቢል ኦፍ ሴል ኢልኩም ጽሓፉ ሰርች በልዋ ኣልበርታ ቢል ኦፍ ሴል ሰርች ምስ በልኩማ እዚ ኩሉ ኦፕሽናት ክመጸኩም እዩ ትሪእዎ ኣለኹም እዚ ሽዑ ቀጺልኩም እዚኣ ስታንዳርድ ቢል ኦፍ ሴል ስታንዳርድ ቢል ኦፍ ሴል ተቐዳሚቲ ትመፀኩም ማለት ክትሪእዋ ኢኹም ሃይፐርቴክስት www ኣልበርታ ሲ እዚ እቲ ኦፊሻል ዌብሳይት ናቶም ሶ ኣብዚኣ ትኣትዉ እዛ ስታንዳርድ ቢል ኦፍ ሴል ምስ ዘቐጥኩማ ሽዑ እዚ ኩሉ ናይ ኣልበርታ ዌብሳይት እዩ ኣብዚ ኩሉ ዶክመንት ኣሎ ዘድልየኩም ነገራት እንተኾነ ንዓና ተድልየና ኣብ ላዕሊ ኣላ እንታይ ትበላ

ፎርም ማለት እዩ ስታንዳርድ ቢል ኦፍ ሴል ትጸቕጥዋ ረድያትኩም ናብዛ ቢል ኦፍ ሴል ተዓንቶ ይደርኣኹኹም እያ እንተኾነ እዚ ዳይሬክትሊ ካብቲ ዌብሳይትናን ፕሪንት ንገብሮ ዘለና ኣጌን እዛ ወረቐት እዚኣ ካብ ረጅስትሪ እውን ከተውፅዋ ትኽእሉ ኢኹም ፕሪንት ኮይኑ ኣብቲ ናቶም ሸልፍ የቐምጥዎ እዮም ዝኾነ ኬድካ ኤኒታይም ክልተ ክልተ ክትወስዱ ኣፍቅዱልካ እዮም ሶ ክልተ ክትወስዱ ትኽእሉ ኢኹም እንተ ርሑቕ ቦታ ኣለኹም ቀጥታ ብቴሌፎንኩም ጌርኩም ዳውንሎድ ትገብርዎም ኣብ ዝኾነ ቦታ ከድኩም ፕሪንት ትገብርዎ ማለት እዩ ወይ ኣብ ገዛኹም ፕሪንት ትገብርዎ ማለት እዩ ሽዑ እዚ እዚኣ ትርኣ ኣለኹም ፕሊስ ፕሪንት ክሊርሊ ትብል ዘላ ብድሕሪኡ ኣብስ ታሕቲ www cpic cpic.ca for reports of the vehicle being stolen እዛ መኪና ተሰሪቓ ዳ ኣይተሰረቐትን ንኸተረጋግፅ ኣበይ ቸክ ትገብር ኣብዚ ሕጂ እዚ ናይ ፖሊሲ ቸክ ማለት እዩ እሷ እዚኣ እዚኣ ኣብ ሃይፐር ሊንክ ተጻሒፋ ደላ ማለት እዩ ኣይ ሆፕ ራኣኩም ይህሉ ትጽቕጥዋ ሽዑ ክሓተኩም እዩ ኢንግሊሽ ኦር ፍሬንች ኢንግሊሽ እና ንዛረብ ኢንግሊሽ ኣብዚ ሽዑ ኬኔድያን ፖሊስ ኢንፎርሜሽን ሰንተር እታ ሲፒኣይሲ ትብል ደላ ኬኔድያን ፖሊስ ኢንፎርሜሽን ሰንተር ኣብዚ ናይ ዝኾነ ተሰርቀ ገዛ እሚን ተሰረቐ ንብረት ዝኾነ ነገር ናይ ሓደ ገዛ ድዩ ንብረት ድዩ ብሽክለታ ድዩ ዝኾነ ከተረጋግፅ ተኾንካ ኣብዚኻ ትኣቱ ኣብ ሽዑ ንሕና እንታይ ኢና ክንትርኢ ደሊና ዘለና ፓብሊክ ሰርች እዩ እዚ መኪና ሰርች ፎር ቬክል ሰርች ፎር ቬክል ትብል ኣላ ነዛ ሰርች ፎር ቬክል ክሊክ ንገብራ

እታ መኪና ተሰሪቓያ ዝስርቐት ኢንፎርሜሽን መጸካ ልክዕ ኣብዚኣ ማለት ሕጂ ከም ዘእትዎ ዘለኹ ትሪኦ ኣለኹ ዓሰርተ ሸውዓተ ቁጽሪ እንተን ቪን ናምበር እታ መኪና ኣብቲ ፊኒስትራ ናይ ላዕሊ ዊንድሽልድ ኣብኡ ጽሑፍ ኣላ ዓሰርተ ሸውዓተ ወይ ድማ ማዕጾ መኪና ምስ ከፈትኩሞ ኣብቲ ዶር ስቲከር ኣላ ኣብኡ ዓሰርተ ሸውዓተ ቁጽሪ ኣለዋ ንሳ እያ እታ ቪን ናምበር ቬክል ኣይደንቲፊኬሽን ናምበር ማለት እዩ እሳ ተእትዋ ሽዑ እዛ ኣግሪ ትብል ሳብሚት ትገብር ደን ዶክመንት ይመጸካ ኦከ ንስሪ ኣይተሰረቀትን በዚ ነረጋግጽ ማለት እዩ እዛ ቢል ኦፍ ሴል እዛ ዘረኣኹኩም እያ ኣቲና ቢል ኦፍ ሴል ፕሪንት ንገብሮ ሽዑ ዝነሀለ እዚ ኩሉ እዩ ቀጥታ ኣብዚ ክትመልዎ ትኽእሉ ኢኹም ማለት እዩ ቀጥታ ኣብቲ ፒዲኤፍ ኮንኩም ናይ እዚኣ ፖሊስ ተረዲኣትኩም ትኸውን ብኸመይ ቸክ ትገብራ እዚኣ እታ ኦንላይን ክንገብራ ቸክ ንኽእል እያ ማለት እዩ ቀጺልና እንሪኦ እንታይ እዩ እታ ካልኣይቲ ኦፕሽን ድሃቡና ማለት እዩ። እሳ ከዓ እንታይ እያ ዝኾነ ሓበሬታ ብዛዕባ እታ መኪና ወይ ድማ ዝኾነ ሓበሬታ ብዛዕባ መኪና ምግዛእ ክትፈልጡ ተልይኹም ቪዚት ኣምቪክ ዳት ኦርግ ድብል ኣሎ እዚ ከዓ ዌብሳይት እዩ። ብዛዕባ እታ መኪና ሓበሬታ ክህበኩም እዩ ኦፍ ኮርስ ቻርጅ ኣለዎ ስሳ ቅርሺ ወይ ተስዓ ቅርሺ ኣለዎ ፕሪሚየም ኣሎ ኖርማል ለቨል ኣሎ ማለት እዩ ምርጫኹም ናይ ዓሰርተ ሓሙሽተ ሽሕ ዶላር መኪና ትገዝእ ተለኻ ተስዓ ቅርሺ ሂብካ ቸክ ተገበርካዮ ሓጢኣት ኣይኮነን ሕማቅ ነገር ተሎ ኣብኡ ክትሪኦ ኢኻ ክድሕን ኢኻ ሴቭ ትገብር ኣለኻ እቲ ክሳራስ ውሕድ እዩ ነብስኻ ግን ሴቭ ትገብራ ኣለኻ ካብ ዓቢ ክመጽእ ዝኽእል ሽገር ማለት እዩ ኣንቪክ ዳት ኦርግ ትኣቱ ሽዑ እንታይ ይብለካ ኣብ ኣንቪክ ናቶም እዚ ናቶም ዌብሳይት እዩ ኣብዚ ዌብሳይት ምስ ኣተኻ ኮንሱመር ቢዝነስ ሴልስ ፐርሰን ሸቃጥ መኪና ዲኻ ቢዝነስ ዲኻ ወይ ኮንሱመር ኖርማል ተገልጋሊ ጥራይ ኢኻ ኮንታክት እውን ክትገብሮ ትኽእል ኢኻ ኣብዚ ደው ኢልካ ሕቶ እንተለካ ብዛዕባ እታ መኪና ደይኮንስ ብዛዕባ እቲ ናቶም ሲስተም እንታይ እዩ ገለ መለ ክትፈልጡ ትደልኹም ኣብ ላዕሊ ኣለኩም እዚ ዌብሳይታት ዳህስስዎ ማለት ዳህስዎ ሊንክ ክገብረልኩም እየ ኣብዚ ትሕታ ቪድዮ ግን ዳህስስዎ እሞ ደድሊ ሓበሬታ ክትሪእዎ እዮም እዚ ዝብለኩም ዘለኹ ኢንፎርሜሽን መብዛሕቲ ሰብ ኣይፈልጦን እዩ ኣጊድ ክነግረኩም መብዛሕቲ ሰብ ኣይፈልጦን እዩ ኖርማል እዩ ከይዱ ገዝእ ብዕድለይ ኢሉ ገዝእ ደን ብዕድለይ ከዓ ኮንት ጉዳይ ቸጌርካ ትገዝኦ ግን

ፈርስት ታይም ባየር እንታይ እንታይ ኣድለየካ እቲ መሰላትካ ሪስታ መኪና ከመልካ ትደልያ ኤኒወይ እዚ ኢንፎርሜሽን ኣገዳሲ እዩ ዳህስስዎ ኦኬ እንታይ እንታይ ዓይነት ካተጎሪ ኢኹም ደሊኹም ብዛዕባ እታ መኪና ትፈልጥረሉ ኢኹም መሰላትኩም ትኹን ትፈልጥረሉ ኢኹም ኩሉ ክትሪእዎ ትኽእሉ ኢኹም ኣብዚ ማለት እዩ ኦኬ ቀፂልና ንሪኦ እታ ናይ ኣልበርታ ማለት እዩ ንሳ ከዓ ናብታ ቢል ኦፍ ሴል ክንምለስና በልኹም እዛ ቢል ኦፍ ሴል ኣልበርታ ዳትስኤ ንኣቱኻ እዚ ኸ ናይ ኣልበርታ ጋቨርንመንት ዌብሳይት እዩ ኣብዚ ኸ ኩሉ ኣሎ ኣብዚ ኣቲኹም ልክዕ ብዛዕባ መኪና ምግዛእን ምሻጥን ዝብል ኣሎ ወር ኢዝ ኢት ኔራ ኣብዚ ስኢነያ ኦኬ ኤዲት ኤዲት ክገብሮ እየ ደኣ እምበር ወይ ክጎድፈ እየ ደሓን ከም ደለዋ ከም ከም ናይ ኣብ ሓቂ ሪል ላይፍ ከም ደላታ ከቕርበልኩም እየ እዚኣ ኤኒወይ ንኣልበርታ እውን ሙቭ ትገብሩ ተለኹም ንህለ እዚ ሙቭ ኢንቱ ኣልበርታ ዝብል ኤኒወይ እዚ እውን ሓደ ዌብሳይት እዩ ኣነ ብዙሕ ኣይጥቀመላን እየ እዛ ዌብሳይት ሓቂ ክነግረኩም ኣነ እዚኣ ናይ ፖሊስ ኢንፎርሜሽን ቸክን ኣንቪክን እየ ዝጥቀም ስለዚ እዚኣ ኔክስት ታይም ምስ ዳህሰስናያ ከርእየኩም እየ ብዙሕ ኣይለመድኩዋን ኣጊድካ ሓቂ ምዝራብ ሓይሽ ሓንቲ ተፈሊጥኩም ግን እኹል እዩ ሓንቲ ቸክ ተገይርኩም ኣብቲ ኣንቪክ ሓደ እዩ ኩሉ ብዝኾነ ደቂ ኤረይ ክቡራት ተኸታተልቲ መደብ ቤኒ ሚድያ ብኸመይ መኪና ተሰሪቓ እንደተሰርቐትን ክትፈልጡ ትኽእሉ እየ ሓቢረኩም ኣይሆፕ በዚ ተማሂርኩም ንስኹም ከዓ ቅድሚ ምግዛእኩም ተሸገርኩም ክትገዝኡ ብዙሕ ነገር እዩ ደሎ ናይ ሽሕ ክልተ ሽሕ መኪና ገዚእካ ደሓን እዩ ዋላ እኳ ገንዘብ ምዃኑ ዘይተርፎ ግን ደሓን እዩ ናይ ዓሰርተ ሽሕ ሸውዓተ ሽሕ ሸሞንተ ሽሕ ኣባብን ልዕሊኡ ትገዝ ተለካ ግን ኣዝዩ ብዙሕ ገንዘብን ብቐሊሉ ዘይእከብ ገንዘብን ስለ ዝኾነ ቸክ ጌርኩም ሪኢኹም ኣረጋጊፅኩም ግዝኡ። ሕጂ እዚ ድሕብረኩም ዘለኹ ሓበሬታ ንክትጥቀሙሉ ኢለ እየ ሳማሪ ክህበኩም ብሕፅር ዝበለ ሎማዓልቲ ከመይ ኢልካ መኪና ክትገዝእ ትኽእል ተሰሪቓ ዶ ኣይተሰረቐትን ቸክ ክትገብር ትኽእል ጥቕሚ ረጅስትሪ ረጅስትሪ ናይ መኪና መፈተሺ ምዃኑ መመዝገቢ ምዃኑ ብዛዕባ ኢንሹራንስ ውን ቁሩብ ዳህሲስና ኔርና እንተኾነ ኢንሹራንስ ብዙሕ ኣይተዛረብናሉን ኣብ ዝመጽእ ዘሎ ግን ብሰፊሑ ኣብ ኢንሹራንሳት እንታይ ትገብሩ ትኽእሉ ብኸመይ ሕሱር ኢንሹራንስ ትረኽቡ ኣያናይ ዝኸበረ ኢንሹራንስ ኣያናይ ዝሓሰረ ኢንሹራንስ ከምጽኣልኩም እየ ብዛዕባ ካርፋክስ ሪፖርት እንታይ ምዃኑ ብልክዕ ዳህሲሰዮ ኣለኹ ኔክስት ታይም ብልክዕ እንታይ እዩ ኣብ ውሽጡ ዘሎ ኣየናይ ኣንቢብካ ኣየናይ ትገድፎ ኣየናይ ወሳኒ ዝብል ውን ከምጽኣልኩም'የ። ሎም መዓልቲ በዛ ዘምጻኹልኩም ቀዳማይ ዓጊብኩም ክትኮኑ ካልኣይ ዝኾነ ቀሲምኩም ክትኮኑ ሳልሳይ ብጣዕሚ'የ ደመስግነኩም ትህቡኒ ዘለኹም ርእይቶን ምትብባዕን የንቡቦ'የ ሕቶታትኩም ክምልሶ'የ ካብ ግዜ ናብ ግዜ ይርደኣኒ እዩ ብብዝሒ ቪድዮ ኣይእቱን እየ ዘለኹ ከምቲ ግቡእ ግን በብሓደ እቲ ኣገዳሲ ኣገዳሲ ንጥቢ እንተሃሪምናዮ ዋላ እውን ሽሕ ዶላር እንተ ደኣ ሴቭ ክትገብሩ ክኢልኩም ካብ ሓንቲ መኪና በቲ ትገብርዎ ዘለኹም ናይ ሲስተማት ኣገዛዝኣ ድዩ ኣብ ረጅስትሪ ቸክ ጌርኩም ድዩ ንዓይ ዓብ ዓወት እዩ ብጣዕሚ ደመስግነኩም ስለ መደመይ ተኸታተልኩምኒ ሳብስክራይብ ገሩ ይብለኩም ነሎም መዓልቲ ኦረዲ ትገብሩ ሰ ዘለኹም ባዕልኹም ማለት እዩ